ኣበባ እዮም ተወሊዶም። ፎቶ ሃብን ከርሰ እሞም ስለዝብል ኣብ ከርሰ ኣዲኦም ከለዉ ስለተሓርዩ ምስ ተወልዱ ወንጀል ከስተምህሩ ናብ ኤርትራ መጺኦም። ኣብ ዓዲ ዕራት፣ ኣብ እንዳ ሓዋዝ፣ ኣብ እንዳ ኣቡነ ኣንዮስ ከኣ የስተምኡ ይጽልዩ ነበሩ። የስተምህሩ እውን ነበሩ ይበሃል።
ኣቦኦም ዜናማዊ ይበሃል። ኣደኦም ከኣ ዜናባዊት ስሞም ድማ ገብረክርስቶስ እዮም ዝበሃሉ ነይሮም። ድሕሪ ጉዕዞኦም ግን ንኡስ ስለ ዝነበሩ ካብቶም ቅዱሳን ኣብ መገዲ ደኺሞም ተሪፎም። እግዚኣብሔር ኣምላክ ከኣ ከምቲ ዝሓረዮምን ከምቲ ዝፈቐደሎምን ካብ ሕጂ ንደሓር ስምካ ገብረክርስቶስ ኣይኮነን ኣንበሳ ምስ ሃቦም፣ ኣላ ይኩን ስምከ ኣንበስ ኢልዎም ኣባ ኣንበስ ተባሂሎም ዝተጸውዑ ኣንበሳ ስለ ዝተዋህቡ ንኸገልግሎም እዚ ኣንበሳ እዚ ከኣ ናብ ሃገርና ኤርትራ ኣብ ምድሪ ኣግኣዚት እንዳ ኣቡነ ኣንበስ ዝነበረ ህዝቢ ቅድሚ ዓሰርተ ሓሙሽተ ትውልዲ ዘለና ህጂ ዓሰርተ ሓሙሽተ ትውልዲ በጺሕና ኣለና እቶም ቅድሙ ዝነበሩ ኣህዛብ እውን ምስ በዓል መደንኮሎ ወይ ከኣ ከምኦም ዝበሉ ዝነበሩ ህዝቢ ካብ ክሕደት ናብ እምነት ሰቢኾም ወንጀል ምሂሮም እቲ ከባቢ ናቶም ብስሞም ይጽዋዕ እንዳ ሃዋዝ ይበሃል ሃዋዝ ማለት ጥዑም ማለት እዩ መምህር ማለት እዩ ምዕራግ ማለት ከኣ ዕራግ ጸሎት ዘዕርጉሉ ዝነበሩ ዛቲ መካን ሃወዘኒ ጣእማ ኢሎም ነቲ ቦታ ባዕሎም ሰይሞምዎ እንዳ ሃዋስ ይበሃል እቲ ቦታ እውን ንባዕሉ ቅዱስ ቦታ እዩ ሩባ ዘለዎ ኣብ ሙሉእ ኤርትራ ከምቲ እንዳ ኣውናንበስ ካብ ዘናብ ሒዝካ ስጋብ እንዳ ኣውናንበስ ናይ ክልተ ውሒጅ ሩባ እንዳ ሰነቀ ሩባ ዝበሃል ወይ ከዓ ሸኻ ዝበሃል ብካልእ ኣፀዋውዓ ኣብ ዓመት ክልተ ግዜ ዝዕፀዶ እንስሳ ዝፀግባሉ ዝተባረክ ዝባረኽዎን ዝቀደስዎን ቦታ ኮይኑ ኣብዚ እምነት ሂቦምና ነቦታትና እምነት ሂቦም ንኣና ካዓ ናቶም ኣሰርሒብና ታቦት ተቀሪፅሎም ታቦት ኣፅኒሖም እዛ ቦታ እዚኣ ናይ ኣቡነ ኣንበስ ዘምሃሩላን ንሰብ ንህዝቢ ዘእመኑላን እዩ። እወ እቲ ህዝቢ ቀደም ጻድቃን ይኹን ህዝቢ ካብ ሰሜን እዩ ዝብገስ ብሰሜን ገይሩ ከዓ ናብ ኤርትራ ቀዲሙ ይኣቱ ብባሕሪ ኣብ እግሪ ኣንበሲ ከዓ ክመጹ ከለዉ ኣብ ሽምጃና ጥራይ ዘይኮነ ወይ ከዓ ሸውዓተ ጉርፍ ሸውዓተ ጉርፍ እየን ዝበሃላ ነይረን ኣብ ሸውዓተ ጉርፍ ጥራይ ዘይኮነ ስጋብ በለሳ እዮም ዝምህሩ ነይሮም ካብ በለሳ ዳውን ኣንበስ ካብኡ ቀጺሎም እውን ሰራይ ቤተክርስትያን ማጨሎት ኣለዎም ኣብ ከባቢ ዓዲ ዃላ ብኢትዮጵያ እውን ኣለዎም ማጨሎት ይኹን ቤተክርስትያን ስለዚ ህጂ ፃድቅ ደረት ስለ ዘይብሉ ኣብቲ ዘበን እቲ እንዳተመላለሱ ንህዝቢ ዘጠምቁን ወንጀል ዝሰብኩን በዓል ዘኽብሩን ዝነበሩ ፃድቅ እዮም።
ኣፍመጃና መፂኦም ኣብዚ ሕጂ ዝዝረብ ዘሎ ናይ ሸውዓተ ዓዲ ምምሕዳር ክሳድምባ ይጽልዩ ነሮም ኣብ ዕራግ ይበሃል ይጽልዩ ነሮም እዚኦን ሰለስቲኦን መጺኦም ኣብ ዕራግ ምስ ጀመሩ ኣብ እንዳ ጸለዩ ኣብ ዕራግ ጸልዮም ኣብ ምግናይ ጸልዮም ኣብ እንሓዋ ጸልዮም እቲ ናቶም ጸሎት ከኣ ክሳብ ዝሕጂ የካይዱ ኣለዉ ጽልዎ ዝነበሩ ትርጓሜኡ መጻሕፍቱ ይነግሮ እዩ ግን ኣብ ሰለስቲኦም ይጽልዩ ነሮም
ሓደ ኣማኒ እስማኤላዊ ዓለቱ መቃኣናዊ ይብሎ ኣስላማይ ማለት ሙስሊም ማለት እዩ ንባሕሪ ማል ሒዙ ክወርድ ከሎ ብላዕላይ ሽመጃና ዝመፀ ውሒጅ ዓብዪ ብደጊዐን ዝመፀ ውሒጅ ካብ ሰፊሕ መርየት እዚ ክልቲኡ ውሒጅ እዚ መሊኡ ፀኒሕዎ ሕጂ ክሰግሮ ኣይከኣለን። የማን ጸጋም ቁልሕ ምስ በለ ግን ቤተክርስትያን ናይ ኣቡነ ኣንበስ ይኣምኖም ስለ ዝነበረ ኣብታ ጥቓኡ ስለ ዝጸንሐ ትህድሞ'ያ ነይራ። ኣባ ኣንበስ ጻድቕ ካብዚ ሽግር እዚ ምስዘን ማለይ እንተ ደኣ ኣስጊርካኒ እዛ ኣርሒ እዚኣ ሂበካ ኣለኹ ኢሉ ምስ ኣቡነ ኣንበስ መብጽዓ ኣተወ። መብጽዓ ኣትዩ ብሓይሊ እግዚኣብሔር ድማ ብጸሎት ኣባ ኣንበስ ምስ ማሉን ምስ ህይወቱ ናጻ ወጺኡ ባሕሪ በጺሑ። ኣብ ባሕሪ ምስ በጽሐ ወበልዐ መሃላሁ ይብል መሐለኡ በሊዑ እታ ላም ጠሊሙ ማለት እዩ። ኣቡነ ኣንበስ ድማ ብመንፈስ ንዛ ላም እዚኣ ብንፋስ ኣውሎ ኣባሪሩ ካብ ኣሕዋታ ካብ ኣዲኣ ተበጊሻ ንእንዳ ኣቡነ ኣንበስ ንሽመጃና ደሊበት ማለት እዩ። እዚ ሰብ እዚ ከኣ ደድሕራ እንዳሰዓበ እንዳሰዓበ ኣብታ እንዳ ኣቡነ ኣንበስ ምስ በጽሐ፣ ቆይማ ደው ኢላ። ሕጂ ተግባሩ ተዘኪሩ፣ እምበኣር ኣነ እዛ ላም እዚኣ ንኣባ ኣንበስ ጻድቕ ሂበዮ ነይረ፣ ጠሊመ ነይረ፣ ሕጂ ግን እዛ ላም እዚኣ ናይ ኣባ ኣንበሳ እንኩመ መባኢኣ ስለ ዝኾነት ዝደለኹም ግበርዋ ኢሉ ኣወፍይዋ ማለት እዩ። እቶም ኣብኡ ዝጸንሑ ህዝቢ ከኣ ላሚ ኣባ ኣንበስ ካብ ባሕሪ ብጸሎቱ ኣምጺኡ ተዘኒዑ ተሰሚዑ ዜና ተሰሚዑ ካብ ምብራቕ ካብ ምዕራብ ካብ ሰሜን ካብ ደቡብ ተኣኪቡ ንዛ ላም እዚኣ ክርኢ ምስ ረኣያ ኸኣ ዑደት እንዳገበረ ሊቃውንቲ ቤተ ክርስቲያን ብመዝሙር ብማህሌት ብቅዳሴ ብመስዋዕቲ ምዕራግ የውዕልዎ ጎርዞ ገሎ ኣቦታት እውን ብናቶም ሰብእዎ ወኪህለቱ ከም ዝበለ ብናቶም እምነት ከዓ የመስግንዎ ጸሎት ኣባኣንበስ ሰሚሩሉ እግዚኣብሔር ምስኦ ኮይኑ ኖር ጎርዞ ገሎዋ ድማ ሰብኡት ንታ ላም እንታይ ይብልዋ ሸዓለይ ብሪ ሸዓለይ ብሪ ይብልዋ ብሪ ማለት ብሩር ማለት እዩ ሰዓረ ማለት ከዓ ህሪ ይብሉ ሂር ይብሉ ማለት እዩ ህዩ ሰዓረ ማለት ኣውዲቃ ምሕላፍ ነንሕድሒዶም ጎርዞቢለዋ ሰዓለ ህሪ እንዳበሉ ክንዲ ዓሚየ ክንዲ ሎሚየ እንዳበሉ ሂር ይብሉ ብዚ ምክንያት እዚ መዓልቲ እዚ ክልተ መዓልቲ ተዝከውን ዝብለሉ ግዜ ነይሩ ኣብቲ ዝሓለፈ ዘበን ድሙቁን ምቁርን ነይሩ ሕጂ ስካፌታት ኣለና እቲ ባህሊ ከይተርፍ እቱ ናይ ሃይማኖታዊ ጉዳይ እኳ ፅቡቕ ኣሎ ሊቃውንቲ ካብ ሙሉእ ኤርትራ መፂኦም ብኹሉ ማህሌትን ውዳሴን የብልዎ ኣለዉ ቅድም ግን እስካብ ዓሰርተ ሽሕ ህዝቢ ዝከብ ነይሩ ኣብዚ ግዜ እዙይ ግን መንእሰያት ቁሩብ ዛሕሊ ስለዘረገ ዋሕዲ ስለዘርእዩ ዘለዉ እቲ ባህሊ ከይተርፍ ስክፍታታት ኣለና እዚ ባህሊ እዙይ ከዓ ምስኣቶም ክሕዝዎን ክመሃርዎን ከኣ ኣስተምህሮን ብናይ መንግስቲ ደረጃ እውን ክሳብ ብሃገር ደረጃ ተጸኒዑ ፈስቲቫል ተባሂሉ ኣኽብሮ ልዑል ኣቓልቦ ክገብረሉ ተስፋ ንገብር ይገብረሉ እውን ኣሎ። እቲ ሕምቀትን ድኽመትን ናይቲ ከባቢ ቁሩብ ይረኣይ ኣሎ ስክፍታታት ኣለና እምበር ብኸምዚ እዩ ዝኹሉ በዓል ብኽልቲኡ በዓል ኣባ ኣነጻድቅ ሃይማኖታዊ በዓል ኣለዎ። ባህላዊ በዓል ኣለዎ። እቲ ባህሊ ካብታ ሃይማኖት እዩ ካብታ ሃይማኖት እዩ ወጺኡ። ገድላዊ ላም መስ ከም ዝሕብሮ እዛ ላም እዚኣ ካብቲ ዝሃቦ መብጽዓ ብኡ ስለ ዝኾነ እዚ ፍልይ ዝበለ ድምቀት ናይ ኣባ ኣንበሳድግ ካብቲ ሃይማኖት ተበጊሱ እዩ። ምብራቓዊ ሽዋ ኣብ ምድሪ ዓፋር እዮም ዓሪፎም። ኣብኡ ኸዓ ብሕትውና ጀሚሮም ስጋብ ኣቋቋም ድዩ ዘሎ ናይ መላእክቲ እግዚኣብሄር ስብሐታተ መላእክቲ ይኹን ስብሐ ማህሌት ይኹን ብሕትውናኦምን እንዳካየዱ ኣስተምህሮኦም ቀጺሎም ክቕጽሉ ከለዉ ግን ኩሉ ግዜ ጸላእየ ሰናያት ምሳኻ ስለ ዝስእል ኣብቲ ባና ዝካየድ ዝነበረ ተጻብኦ እውን ብዙሕ ነይርዎም እዩ። ንሶም ግን ቀጺሎም ኣብኡ ምስ ከዱ እውን ተጻብኦ መጺእዎም ግየን ትበሃል ዓዲ ኣብቲ ቦታ ከመይ እዮም ተጋጢምዎም በዓል እዝሄር በዓል ሰንበት ይሓርሱ ሕጊ እግዚኣብሔር ዘየኽብሩ ስለ ዝነበሩ ግደፉ ይብልዎም ይኣብዩ ብድሕሪኡ እግዚኣብሔር ኣምላኽ ምስቲ ዝነበሮም ጸጋታት ናይ ፍረ ምድሪ ኣራዊት ይጻረራኦም ነይሩ ኣራዊተ ምድሪ ነቲ ዘዝሓረስዎ ዘዘጥረይዎ ይማቐላኦም ነይረ ስለዚ ኣብዚ ኣብቲ እንስሳን ኣገዳምን ሰብን ጥሪት እንስሳ ዘቤትን ብዙሕ ናዕቢ እቲ ጸገም ይፍጠር ነይሩ። ኣባ ኣንድረስ ግን ነዚ ኩሉ ብመንፈስ ተረዲኦም ኣነ ክዓርቀኩም ኣነ ክዓርቀኩም ኣንቱም እንስሳ ገዳም ናይ ሰብ እኽሊ ጥሪት ኣይትብልዑ ኣንቱም ደቂ ኣዳም ከኣ ሰንበት በዓለ እዚሄር ኣይትሕረሱ ብዚኣ ክዓርቀኩም ኢሎም ብዚኣ ኣሳማሚዖም ዝወደቀ ካዓ ኣይተልዕሉ ዝወደቀ ንኣራዊት እገዳሉ ስለዚ ህጂ ብዚ ኣብ ምድረ ግኤን ምድረ ሃዞሎ ከምዚ ዝበለ ሰምምዕ ኣካይዶም ብድሕሪኡ ቁሩብ ዓመት ምስ ከደ እቲ ውዕል ኣፍሪሽዎ ሰብ ወዲ ኣዳም ስሑት እዩ ነቲ ውዕል ኣፍሪሾም ናብ ሰንበት ምሕራስ ናብ በኣል እዝሄር ምሕራስ ኣትዮም እባ ኣነስ ከኣ ብመንፈስ ከዋለት ተራእይዎም እተን መሳግን ካብኦም ንላዕሊ ሓሪቑ ንተን ዝነበራ እንስሳታት ከከይዱ ክሳደን ገጓዕጺጹ ነቶም ጓሶት ተህሊምዎም ነተን እንስሳ ከኣ ብኸምዚ በሊዕወን። ሕጂ ሉሲ ኣብ ባርኖስ መንፈስ ይፈልጥዮም ኣብ ካልእ ኣብ ግዕዞኦም ግን ክኸዱ ከለዉ ብምሳኦም ሰሪሮም ንወዮም ጓሶት ንወለዶም ነጊሮም ናይቲ ፈላሲ ኣንበሳ እንስሳና ወዲእና ንኣወናውን የህሊምና ኢሎም ምስ ነገርዎም ነባ ኣባ ኣልመስ ከኣ እቲ ባሕታዊ እዚ መኣስ እንረኽቦ ይብሉ ነይሮም ኣብ በዓል መስቀዓ ክኣክቡ ናብ በዓል ግየን ወይ ከዓ ሪም ክሓልፉ ከለዉ ማምሳኦም ሰሪሮም መፅኡ ኢሎም ብዳርባ እምኒ፣ ብባትር፣ ብጉራደ ቀቲሎምዎም። እዚ ህጂ ሰማኢትነቶም ተባሂሉ ኣቢሎም ኣብ ምድረ ሃዘሎም ምስ ከዱ።

ዘረባ ዝኸድኣሲ ንጹህ መላስ ክነግረኒ ርእየ ሕጂ ኣስከሬኑ ንበረከት ክኾነና ኣስከሬኑ ነምጽኣዮ ኢሎም ሓምሳ ከብቲ ሒዞም ተበጊሾም ንግእየን ሃቡና ንጻድቅ ቀቲልኩሞ ዶ ቀቲልናዮ መስከሩልን ሃቡና እንታይ ትብሉና ሓምሳ ላም እዋ ሰድዎ ሓምሳ ላም ይሕሻና ካብዚ ፈላሲ እዚ ኢሎም እተን ሓምሳ ተቀቢሎም ወየን ሓምሳ ምስ ተቐበሉ፣ እዚኦም እተን ሓምሳ ዝቕበሉ ዘለዉ ፍርቂ ተምዓዲ እዮም፣ ፍርቂ ግየን እዮም። ካብኡ ከኣ ሪም ዝበሃሉ መጺኦም ከኣ ዜና ናይ ሞት ናይ ኣባ ኣንበስ ሰማይትነት ምስ ሰምዑ ንሶም ከኣ ስሳ ላብ ሒዞም መጺኦም። ሕጂ እዘን ስሳ ላብ ሒዞም እንዳወጹ ከለዉ ወዮም ናይ ፍርቆም ዘይፈለጡ ዕዳጋ ኣሻያይጣ ናይ ኣስከሬን ናይ ኣባ ኣንበስ ወዮም ሪም ኣባ ኣንበስ ቀቲልኩሞ፣ እወ ቀቲልናዮ እሞ ንሕና ተስከሬኑ የድልየና በረከት ክኾነና ምስ በልዎም እዋእ እንታይ ትብሉና ሱሳላ ፅቡቕ ካብ ኣባ ኣስከሬን ኣባ ንኡስ ከመን ይጥዕመና ሕጂ ግዳይ ኣስከሬን እንታይ ክገብረልና ሱሳላ ንሕሸና ኢሎም ንዓዲ ሒዞምዎም ከይዶም ኣብ ዓዲ ምስ ሓተቱ ወይ ለስከሬን ናይ ኣባ ንኡስ ሸይጥናዮ ንመን ሸይጥንዎ ንደልባ ክንደይ ሓምሳ ሃምሳ ዶ ስሳ ይበዝሓ ብዙይ ተሰሓሒቦም ነንሕድሒዶም በባትር ድዩ ብእምኒ ድዩ ብኻራ ድዩ ነንሕድሒዶም ተባኢሶም ግእየን ብኸምዚ ከምታ ኣቃታትላ ናይ ኣባ ኣልመስ ዝንሳቶም ከኣ ነንሕድሒዶም ተቃቲሎም ተዋጊኦም እቶም ሪም ግን ወሲዶም ተዓዶም ሰላም ሰለስተ መስከረም ኣብ በዓል ማህጸነ መስዋእቲነት ከም ተቀበሉ ብሰለስተ መስከረም ሕዳር ስንክሳር ይሕብረና እዩ። ሰላም ለኣባ ኣንበስ በፍኖተ ጻማ ወሰላም። ዘትጽያን ወትረ በዲበ ኣንበሳ መብርህ ለዘይጸድቅ ብእሲ እስከኔ ገብእ ፍትህ ማይ እያጥፍኦ ወርደተ ዝናብ ብዙህ ለኣሰረ ደሙ ቀይህ ዘውህዘ ኮኮክ እዚ ህጂ ምስ ምንታይ እዩ ዝተኣሳሰር ደም ናይ ኣቡነ ኣንበስ ኣብ ኮኽ ተሰኪሞሞ ክኸዱ ከለዉ ኣብ ዘዕረፍዎ ቦታ ኣብቲ ከውሒ ደም ኣቡነ ኣንበስ ይፈስስ። ማይ ከኣ ኣየትሆን። ልክዕ ከምቲ ናይ ዘካርያስ ማይ ኣየትሆን እዩ። ኣብ ከውሒ ኣሎ። ማጨሎታት ከኣ ኣሎ ኣብ በብዓዱ ማለት እዩ። ናይ ኣባ ኣንበስ ኣብ ኤርትራ ኣሎ ኣብ ኢትዮጵያ ኣሎ ማጨሎ። እቲ ደሞም ከኣ ሕጂ እቲ ንሕና ከም ባህሊ ዝውሰድ ኣብ ኣቡነ ኣንበስ ህርር ኢልካ ዝነበረ ምስክርነት ዝህብ ናይ ህር ኣበሃህላ ኣባትር ኣብ ዓመት ኣብ ዓመት ዝወጽእ በትሪ ገሊኡ ሻብሻቦ ገሊኡ ንመዓልተ ጠረሩ ኣብ ጠቐር ኣብ ኣብ ስታይ ኣብ ጠቐር እዩ ዝቕመጥ ነይሩ በትሪ ኣውነ ኣንበስ እንዳበለ ህር ይበሃል ህጂ እቲ ህር ማለት ሂር ኢልካ ኣውዲቃ ምሕላፍ ናይ ጽጋብ ስለ ዝነበረ ከምዚ ኣብታ እንጀራ ከምኡ ይስምዖም። ክብገሱ ከለዉ እውን ክበኣሱ ኢሎም ኣይኮኑን ዝብገሱ ንክብረ በዓል ኢሎም ስለ ዝብገሱ እሞ ተባትር ገርጨውጨው ኢሉ እንተግመዮም ኣብ ሕክምና ይኸዱ። ስለምንታይ ኣብ ሕክምና ይኸዱ እቲ ደም መስዋእትነት ናይ ኣባ ኣንበስ ይፍውሶም ነይሩ ዝኾነ ቂም በቐል ከዓ

ኣቡነ ኣንበስ ዝፈሰሰ ከም ጸበል ከም በረከት ከም ጸጋ ይሪኦ ብኡ ንብኡ ከኣ ንዓመታ ነታ መዓልቲ እቲኣ ብሃረርታ ይጽበያ ዋላ ክልተ መዓልቲ ሰለስተ መዓልቲ ተትኾን ኢና ንብል ነርና ማለት እዩ ከብቲ ይዕጸዋ ኣባጊዕ ይዕጸዋ ንስኻ ከኣ ምስቲ ዝነበረ ህጹጽ በረከት እውን ጽቡቕ ኮይንካ ትሓልፎ መዓዛታት እውን ነይርዎ እቲ ሻዑ ዝነበረ እኽሊ ብጸጋን ተስፋን ንሓልፈሉ ኢና ኣባ ነብስ ጻድቅ ብቲ ከለውን ምስ ሞትን ብዙሕ ገድሊ እዮም ኣሕሊፎም እቲ ገድሎም ሓደ ሓደ ከም ዝሕብሮ ኣባ ኣንበስ ዋላ እቲ ገዳሞም እውን ሕጂ ብዓዲ ምሓራ ዘሎ በሪስ እዩ ገዳም እዩ ከም ቅርሲ እዩ ዘሎ እምበር ፈለስቲ የብሉን ማሕተብቲ ይኸድዎ ኣብታ ሰለስተ መስከረም ሰለስተ መስከረም ኣብኡ ፀልዮም እዮም ዝምለሰሉ ዝብሉና እምበር ስጋብ ሕጂ እውን እቲ ቦታ ናይ ተፃብኦ ቦታ ስለዝኾነ ክንበፅሖ ይከኣልና እምበር ፃዕርና ኣይቋረፅናን እታ ገዳም ክንበፅሓ ታሪክ ናቱን ናትና እንታይ ይመስል ኢልና ንክንፈልጥ እውን ንፅዕር ላዕሊ ታሕቲ ንብል ኣለና ስጋብ ሕጂ ግን እቲ ቦታ ሓራ ኣይወጸን ተጻብኦ ስለ ዘለዎ እንደገና ዘይኣመንቲ ስለ ዘለዎ ኣብ ምድሪ ሓዘሮ እታ ገዳሞ መውዕላ እንታይ ትመስል እንታይ ታሪኽ ኣለዎ እቲ ህዝቢ ምስቶ ዝኾነ ዝምልከቶ ኣካል ስጋብ ሕጂ ክንረኽቦ ኣይከኣልናን ዘለና። እወ ጽቡቕ እዩ እቲ ናይ ኣቦና ኣብርሃን ምስትንታኔ እኳ ድቂ ህርያን ተንቲንዎ እዩ ጽቡቕ ትንታኔ ምኽንያቱ ንሱ እዩ እቲ ጉዳይ። ግን ንኣውራሪዎስ ባህለ መንፈሳውን ባህላውን ኣተሓሒዙ ካብ ዝኸይድ ነዊሕ ዓመታት እዩ ነዊሕ ዓመታት እዩ ኮይኑ እቶም መማህራን ከኣ ካብ ብዙሕ ቦታ እዮም ዝመጹ ብሕልፊ ብሕልፊ ሕጂ ካብ ኣስመራ ይመጹ ካብ ዓዲ ቀይሕ ይመጹ ክሳብ ኣቡነ ገብረ ጳጳስ መጺኦም እቲ በዓል ጽቡቅ ገሮም እዩ ኣኽሊፍዎ እቲ በዓል መንፈሳውን ስጋውን ዝሓዘ እዩ